ሰላምታና በብ ዘለኹም ወብፃኹም ክቡራትን ፍትዋትን ተኸታተልቲ ትግራይ ስትሪም ሚድያ ዜናታት እዚ ሰዓት እንሆ ብፈለማ ኣርእስተ ዜና ኣባላት ኣርሚ ሰብዓ ኣብ ልዕሊ ዕጡቓት ደመቀ ዘውዱ መጥቃዕቲ ፈፂሞም መንበረ ሰላማ ኣምላኹ ክርስቶስ ኣይኮነን ህወሓት እዩ ክብሉ ቀሺ መሰለ ተዛሪቦም። ኣፈኛታት ሓራ መሬት ትግራይ ጌጋ ሓበሬታ ወዚዖም ኣወል ስዒድ ትኽክለኛ ድሌት መንግስቲ ኤርትራ ገሊጽሉ ዝተብሃለሉ ቪድዮ ወፅዩ ንሎሚ ናይዞምን ካልኦትን ዜናታት ሒዝና ቐሪብና ኣለና ሳብስክራይብ ብምግባር ቤተሰብ ክትኮኑ ብምሕባር ናብቲ ፈላማይ ዜናና ክንሰግር ኣባላት ኣርሚ ሰብዓ ኣብ ልዕሊ ዕጡቓት ደመቀ ዘውዲ ብዝፈጸምዎ መጥቃዕቲ ቁፅሪ ዝሞቱን ዝተዓጎቱን ወሲኹ በቲ መጥቃዕቲ ሓንቲ ናይ ሰራዊት መጋቢት ሓዊሱ ሓሙሽተ ሰባት ከም ዝሞቱን ተዓጊቶም ዝተወሰዱ ድማ ዓሰርተ ሸሞንተ በፂሖም ከም ዘለውን ተፈሊጡ ካብቶም ዝሞቱ ሓደ ቅድሚ ሕዚ ኣብ ዳንሻ ፖሊስ ኣዛዝ ዝነበረ ይርከብዎም ካብ ከተማ ማይ ጨው ፅዕንቶ በዚሑ ንምባል ናብ ሓራ መሬት ዝኸዱ መራሒ ሃይማኖት ዝቀሺ መሰለ መንበረ ሰላማ ኣምላኹ ክርስቶስ ኣይኮነን ህወሓት እዩ ክብሉ ተዛሪቦም። ቀሺ መሰለ ህወሓትን መንበረ ሰላማን ኣፈላላይ ዘይብሎም ናይ ሓደ ሳንቲም ክልተ ገጻት እዮም ክብሉ ኣብ ልዕሊ መንበረ ሰላማ ትርር ዝበለ ወቐሳ ኣቕሪቦም።
ናይ ናይ መንበረ ሰላማ ኣምላክ ክርስቶስ ኣይኾነ መን ዳኣ እዩ ኣምላክ ናይ መንበረ ሰላማ ሕወሓት እዮም ሕወሓት እንተሃልዩ ንነብር ያና ሕወሓት እንድሕደይለ ኣይንነብር ይብሉ ኣካላት እዮም ካብዚኣቶም እንታይ ትፅበ ህዝቢ ራያ ይሙትስ ኣይሙትስ ክርስትያን ትጥፋእስ ኣይጥፋስ የታያቶም የታያቶም እዩ ለምሳሌ ንበል ካብ ራያ ድጵጵስና ትመርፆምስ ላብ መንበረ ሰላማ ድኸዱ ኣካላት እነሆ እቲ ናይ ሃገረ ስብከትና ባዕሉ ድምፂ ይሃቦም እቶም ወላዲ ሕዚ መፆም እነሆ ላብ ራያ ኣብ ማጨው እነሆ ወላድለ ብሩክ ወላዲኦም ወዲ እቲ ከባቢኦም ግን ነገር ግን ወዲ ከባቢ ባል ዝበሃል ነገራት የለይ መን መርፆም መን መርፁ ልሰለዶም መንበረ ሰላማ መኩል ልሰለዶም በይ ንሕና ልወከልናዮም ይኹን ምክንያቱ ካብዚ ሕፁያት ልሰደድቶም ኸባብና ዞዋና ዜሮ ነጥቢ እዮም ኣምጽኦም ቶም ናባዕልና ናይ ዞዋና ብንሁ ናይ ሃገረ ስብከትለ ምስቶም ናከ የትማሻጥሮም ድምጺ ያህቦም ስለዚ መንበረ ሰላም ኣፈኛታት ሓራ መሬት ዕጡቓት ፋኖ ብሓይልታት ምክልኻል ኢትዮጵያ ኣብ ዞባ ኣዊ በፈግታ ወረዳ ዝተባሃለ ቦታ ኣብ ትሕቲ ቁፅፅር ኣብ ዝኣተውሉ ግዜ ዝተልዓለ ዝፀንሐ ምስሊ ብመከላከያ ዝተማረኹ ኣባላት ሰራዊት ትግራይ እዮም እናበሉ ይውዝዕዎ ዘለዉ ሓበሬታ ጌጋ ምዃኑ ትግራይ ስትሪም ሚድያ ኣረጋጊፃ። ሚኒስትር ጌታቸው ረዳ ምስ ናይ ቀደም ሲኤንኤንን ሬተርስን ጋዜጠኛ ጂም ስቴንማን ኣብ ግሎባል ፓወር ሽፍት ዱባይ ኣብ ዝተብሃለ ሚድያ ቀሪቡ ዝሃቦ ቃለ መሕትት መዘራረብነቱ ቀጺሉ ኣሎ። ካብ ዘረባታቱ ናይ ቀደም ብጾተይ መራሕቲ ህወሓት ምስ ኤርትራ ይገብርዎ ብዘለዉ ርክብ ኣብቲ ቀጠና ክህሉ ዝኽእል ዝኾነ ኩናት ኣብ መሬት ትግራይ ንክካየድ ንትግራይ ጎቲቶም ናብ ዝኾነ ኩናት ከእትዋ እዮም ዝፅዕሩ ዘለዉ። እዚ ድማ ብዋጋ ህዝበይ ብዋጋ ሓወይን ሓፍተይን ዝወራረድ እዩ ዝኸውን። ኣነ እዚ ብዝኾነ መንገዲ ከትርፍ ዝከኣለኒ ክፅዕር እየ። ናይ ቀደም ኣመራርሓ ህወሓት ብደም መናእሰይ ትግራይ ክቋመሩ እቲ ኩናት ኣብ መሬት ትግራይ ክኸውን ብወገን ኤርትራ ነቲ ኩናት ካብ ዶብ ኤርትራ ናብ ዶብ ትግራይ ንምርሓቕ ዝገብርዎ ዘለዉ ፃዕሪ ከትርፍ ዝከኣለኒ ኩሉ ክገብር እየ። ብዝኾነ መንገዲ ኣብ ትግራይ ዳግም ኩናት ንኸይህሉ ክሳብ ብህይወት ዘለኹ ዝከኣሎ ኩሉ ክገብር እየ ኢሉ ኣሎ። ብፍላይ ድማ ምስ ሓሳባት ኣብዪ ኣሕመድ ብዝመሳሰል መልክዑ ማንም ፈተወ ጸልአ ልዕሊ 135 ሚልዮን ህዝቢ ኢትዮጵያ በሪ ባሕሪ ተዓጽዎ መውጽኢ መእተዊ እናለመነ ኣይነብርን ክብል ምዝራቡ

ኣብ ክልተ ሽሕን ዓሰርተ ሸውዓተን ንዘመነ ትምህርቲ ሃገራዊ መልቀቒ ፈተና ዓሰርተ ክልተ ክፍሊ ዝወሰዱ ተምሃሮ መሕለፊ ነጥቢ ሓምሳ ሚእታውን ልዕሊኡን ማለት እውን ንሰለስተ ሚእቲ ልዕሊኡ ምዃኑ ምግላጹ ዝፍለጥ እዩ። ይኹን እምበር ኣርብዓ ነትሽዓተ ነጥቢ ሓሙሽተ ዘምጽኡ ብምጽግጋዕ ናብ ሓምሳ ሚእታዊ ስለ ዝቐርብ ካብ ኣርብዓ ነትሽዓተ ነጥቢ ሓሙሽተ ዘምጽኡ እውን ናብ ዩኒቨርሲቲ መሕለፊ ነጥቢ ከም ዝረኽቡ ሚኒስትሪ ትምህርቲ ኣፍሊጡ ኣሎ ክብል ሓላፊ ቢሮ ትምህርቲ ትግራይ ዶክተር ኪሮስ ጉዑሽ ኣብ ዕላዊ ገጹ ኣስፊሩ። ብተመሳሳሊ ሚኒስትሪ ትምህርቲ ኢትዮጵያ ካብ ቀዳማይ ክሳብ ዓሰርተ ክልተ ክፍሊ ዝመሃሩ ተምሃሮ ምንም ዓይነት ማሕበራዊ መራኸቢ ወይ ድማ ሶሻል ሚዲያ ኣካውንት ከይህልዎም ብተወሳኺ ድማ ስማርት ስልኪ ናብ ቤት ትምህርቲ ሒዞም ከይመፁን ዝኾነ ተምሃራይ እዚ ክገብር ተተረኺቡ ካብ መኣዲ ትምህርቲ ክባረር ዘኽእል መምርሒ ኣውፅኡሎም። ብተደጋጋሚ ኣብ ልዕሊ ርክብ ጽምዶ ተቓውሞታት ዘስምዑ ጸሓፍቲ ንሓሳቦም ዘራጉድ ዘረባ ኣወል ስዒድ ዘርጊሖም እዚ ክትጠሚ ከለኻ ከብዲ ሰብ ትበልዕ ክትጸግብ ከለኻ ሰብ ትበልዕ ዝበሃል ፖለቲካ ንዓይ ኣይርዳእኒ ፍቕሪ ሻሽ መስል እርዳእኒ እዩ ዝናይ ጽልኢ እኳ ክመስል እዚ እውን ርዳእኒ እዩ ዜብራ ዝኾነ ፍቕሪ ግን ኣነ ኣይርድኣንን ሕጂ እንታይ እዩ ጎረባብትና እዮም እወ እትሕዞ እዚ ሕጂ ክቡር እኮ ጉርብትና እኮ ጥዑም እዩ ኣዝዩ ደስ ደብል ነገር እኮ እልቲ ሃገራት ጎረባብቲ ክኾና ኣሕዋት ኢና ግን እንታይ ማለት ርሑነት በቲ በቲ ቋንቋ ናይ ናይ ናይ ልሙድ ቋንቋ ኣሕዋት እንዲና ኣትልካ ከምኡ ደኣ ዋላ ምስ ቻይናውያን ኣሕዋት እንታይ ዶ ፅልእ ኣለና ሰብ እንዲኦም ከማና ብረኣያ ስላሴ ተፈጡ ስለዚ ኩሉ ካብ ኣዳምን ሄዋን እንተፈጥረ ሓውና እዩ ኣብ ጉዳይ ሃገር ተመፂኻ ግን ጎረቤትና እዩ ንቋንቋ መመኽነይታ ክገብርዎ ዝፍትኑ ኣለዉ ትግርኛ እንዲና ንዛረብ ዝቡ ሸሞንተ ብሄርና ካ ክንጉሕፎ እቲ ታሽዓይ ጥራይ ንዑ ጥራይ እዮም ሓዉ ኣሕዋቱ ከመይ እቲ ሕውነት ድሓር ቋንቋ ከ ከምኡ ኮይኑ ፈልጥ ድዩ ናይ ሕውነት መግለፂ ሱዳን እኮ ዓረብ እዮም ዝዛረቡ ስዑድያ ከ ዓረብ እዮም ዝዛረቡ ኣሕዋት እዮም ካርቱም ናይ ስዑድያ ናተይ ኢላ ክትመፅእ እያ ስዑድያ የለን ከምዚ ዓይነት ጣዕሽም ሕጂ ጽምዶ ድራማዊ ኣሽካዕላል ህግደፍ ኢሉ ዝኣምን ኣማንኤለ ሳህለ ከክንዲ ኤርትራ እንጠርጠሉ ምኽንያት ኣይርድእንን ተሓጓሚት ኤርትራ እንተኾይና ትኽ ኣሎ ክብል ተሰሚዑ ከክንዲ
ኤርትራ እንጠርጠሉ ምኽንያት ኣይርድእንን ተሓጓሚት ኤርትራ እንተኾይና ትኽኣሎ እዩ ሕና ንሃና ጉዳይ ኣይኮነን ሰባት ኣብ ሚድያ ወላ ኣብ ብራኸ ከይተረፈ ቀሪቦም ናይ ኤርትራ ሉዓላውነት ክድፈር የብሉን ዝብል መግለፂ ክህቡ ሰሚዐ ኣለኹ ኢንክሉዲንግ ሓደ ጀነራል ካልኦት ናይ ውድባት መራሕቱ ናይ ባዕልኻ ሉዓላውነት ናይ ባዕልትና ሉዓላውነት እነኽብረሉ መካኒዝሙን ኣወዳድብኡን ኣተሓሳስብኡን ዘየጥረና ናይ ካሊእ ሉዓላውነትን ብሞራል ኣንፃር ክብል ይኽእል እዩ ግዲ የብለይ ብናይ ትግራይ ረብሓ ኣንጻር ግን ናይ ትግራይ ክድፈር ኣለዎ ዝበለ ጀነራል ግን ድዋት ከልዋ ይኽእል ኖ ኣይ ቀሪቡ እዩ ኣብ ብራኸሾ ጀነራል ክንፈ ቃል በቃል ሕዚ እዚ ዝብለካ ዘለኹ እንታይ እዩ ናይ ዝኾነ ዓዲ ሉዓላውነት ናይ ምኽባር ሓላፍነት ናይቲ ዜጋ እዩ ናይ ባዕሉ ከክንዲ ኤርትራ እንጸርጠሉ ምክንያት ይርደእ ተሓጓሚት ኤርትራ እንተኮይና ትኸኣሎ እዩ ሕና ናሃና ጉዳይ ኣይኮነን
ግብፂ ጉዳይ ግድብ ኣባይ ናብ ዓለም ለኸ ቤት ፍርዲ ክወስዶ እየ ክትብል ክስ ኣቕሪባ እዚ ዝተገለጸ መበለ ሰማንያ ሓፈሻዊ ጉባኤ ሕቡራት ሃገራት ኣብ ዝተኻየደሉ እዋን ወከልቲ ክልቴን ሃገራት ተረኺቦም ምጉት ኣብ ዘካየድሉ እዋን እዩ። ሚኒስትሪ ጉዳያት ወፃኢ ግብፂ ባድር ዓብዱላቲ ኣብ ሓፈሻዊ ጉባኤ ሕቡራት ሃገራት ኣብ ዘስምዖ መደረ ኢትዮጵያ ብምኽንያት ዓብዪ ግድብ ህዳሰ ህይወት ኣብ ታሕተዋይ ተፋሰስ ዝርከቡ ሚልዮናት ኣብ ሓደጋ ክወድቕ ገይራ እያ ኢሉ ብምክሳስ እቲ ጉዳይ ናብ ዓለም ለኻዊ ቤት ፍርዲ ከም እትወስዶ ገሊጻ። ኣብ ሕቡራት መንግስታት ምክትል ቋሚ ወኪል ኢትዮጵያ ኣይተ ዮሴፍ ካሳይ ኣብ ዝሃቦ መልሲ ግብፂ ብዛዕባ ዓብዪ ግድብ ህዳሰ ዘቕረበቶ ዘረባ መሰረት ዘይብሉ እዩ ድሕሪ ምባል ወሲኹ ድማ ግብፂ ብዛዕባ ግድብ ህዳሰ ብተደጋጋሚ እሙናት ዘይኮነ ክስታት ናብ ቤት ምኽሪ ፀጥታ ሕቡራት ሃገራት ኣቕሪባ እያ ክብል ግብረ መልሲ ሂቡሎም። ቅድሚ ሕዚ ግብፅን ሱዳንን ብሓባር ኣብ ዙርያ እቲ ግድብ ዝርርብ ኣካይደን ኢትዮጵያ ተወስዶ ዘላ በይናዊ ስጉምቲ ንርግኣት እቲ ዞባ ሓደጋ እዩ ክብላ ከሲሰን ነይረን ክብል ቢቢሲ ጸብጺቡ። ኣብ መወዳእታ ኣምባሳደር ደቡብ ኣፍሪካ ኣብ ፈረንሳይ ሞይቱ ተረኺቦም ወዲ 58 ዓመት ናቲ ሟታትዋ ኣብ ጥቓቲ ኣብ ርእሰ ከተማ ፓሪስ ዝርከብ ፍሉጥ ሆቴል ሓያት ሪጀንሲ እዩ ሞይቱ ተረኺቡ። ዘሻቕል መልእኽቲ ካብኡ ዝተቐበለት በዓልቲ ቤቱ ብሶኒ ምሸት ሃልዋቱ ከም ዝጠፍኣ ኣመልኪታ ምንባራ ኣኽበርቲ ሕጊ ገሊጾም። ሚኒስትር ጉዳያት ወጻእ ደቡብ ኣፍሪካ ሮናልድ ላምላ ብሞቱ ከም ዝሓዘነ ብምግላጽ ምርመራ ይግበር ምህላው ድማ ሓቢሩ። ክቡራትን ፍትዋትን ተኸታተልቲ ትግራይ ስር ሚድያ ንሳዕ ዝሓዝናዮም ዜናታት ነዞም ዝተኸታተልክሞም ይመስሉ ነይሮም። ሰላም ንህዝቢ ትግራይ፣ ሰላም ንኹሉ ወዲ ሰብ።